ፈለማ ሓፀርቲ ዜናታት ከነቐድም ኢንስቲትዩት ምርምር ሕርሻ ትግራይ ኣብ 11 ማእኸላት ምርምሩ ዝሓሹ ቴክኖሎጂታትን ዓሌታት ዘርእን ብምግፋሕ ንሓረስቶት ተጠቀምቲ ይገብር ከም ዘሎ ኣፍሊጡ። ኢንስቲትዩት ምርምር ሕርሻ ትግራይ ብማእኸል ምርምር ሕርሻ ኣላማጣ ኣቢሉ ኣብ ወረዳ እምባላጀን እንዳ መኮንን ዘጋፍሖም ዘሎ ዓሌታት ኣዕታርን ስርናይን ዑደት ተሳሊጡ። በቲ ማእኸል ዝተውሃቦም ሓደሽቲ ዓሌታት ዘርኢ ኣዕታርን ስርናይን ኣብ ዝሓፀረ ግዜ ንፍርያት ዝበቕዑ፣ ሕማም ዝፃወሩን ዝሓሸ ምህርቲ ዝህቡን ከምዝኾኑ ሓረስቶት ክልቲኡ ወረዳ ምስክርነቶም ሂቦም። ተመራማሪ እቲ ማእኸል ኣይተ ብርሃኑ ኣማረ፣ ዶሻ፣ ዶበልቸ፣ ሃጫሉን ዝተብሃሉ ዓሌታት ኣዕታርን ዳካ ዝተብሃለ ዓሌት ዘርኢ ስርናይ ብሓረስቶትን በቲ ማእኸልን ይጋፍሑ ምህላዎም ገሊፆም። ማእከል ምርምር ሕርሻ ኣላማጣ ኣብ ሽዱሽተ ወረዳታት ዞባ ደቡብ ብሉፃት ዓሌታት ዘርኢ ኣብ ምግፋሕ ይሰርሕ ምህላዉ ዝገለፁ ዳይሬክተር ማእኸል ምርምር ሕርሻ ኣላማጣ ኣይተ ፀሃየ ብርሃነ ደጉዓን ቆላን መሰረት ዝገበረ ዝሓሹ ዓሌታት ዝራእቲ ኣዕታር፣ ስርናይ፣ ጣፍን ምሸላን በቲ ማእኸል ምርምር ብተመራመርቲ ሓረስቶትን ኣቢሉ ይላለ ምህላዉ ኣረዲኦም። ኢንስቲትዩት ምርምር ሕርሻ ትግራይ ኣብ ትግራይ ኣብ ዘለዋ ዓሰርተ ሓደ ማእኸላት ምርምር ልዕሊ ሸሞንተ ሚእቲ ሄክታር መሬት ሓደሽቲ ቴክኖሎጂታት ናይ ምግፋሕን ምብዛሕን ስራሕቲ ይሰርሕ ምህላዉ ዝገለፁ ምክትል ሓላፊ ኢንስቲትዩት ምርምር ሕርሻ ትግራይ ዶክተር ተኽላይ ኣበበ ሸውዓተ ሽሕን ሰለስተ ሚእትን ተጠቀምቲ ሓረስቶት ምህላዎም ገሊፆም። ዘለዉ ሓደሽቲ ብሉፃት ቴክኖሎጂ ናብ ኩሉ ሓረስታይ ተበፃሕነት ክህልዎ ብዕቱብ ይስራሕ ከምዘሎ እውን ዶክተር ተኽላይ ኣበበ ኣገንዚቦም ክብል ቴሌቪዥን ትግራይ ፀብፂቡ። ማእከል ሓምሌን ፌስቱላ መቐለ ልዕሊ ሓደ ሚእቲ ኣዴታት ብወፍሪ ምልቆ ማሕፀን ፌስቱላን እናሓከመ ምዃኑ ገሊፁ። ሜዲካል ዳይሬክተር እቲ ማእኸል ዶክተር መልኣኩ ኣብርሃ ከምዝገለፅዎ ማእከል ሓምሊን ፊስቱላ ካብ ሰለስተ ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሩ ንልዕሊ ሓደ ሚእቲ ኣዴታት ብነጻ ሕክምና ምልቆ ማህጸን ፌስቱላ እናሃበ እዩ። ብብዝበዛ ጉልበት፣ ኣብ ወሊድ ግዜ ብዝፍጠር ጌጋን ካልኦት ምኽንያታትን ብምልቆ ማህጸን ፌስቱላ ዝሳቐያ ሽንትን ፍታንን ዘይቆጻጸራን ኣዴታት እናተሓከማ ምዃነን ገሊጾም። እቲ ማእከል ብነጻ ንምሕካም ብዝገብሮ ወፍሪ ኣብ መዓልቲ ዓሰርተ ሓሙሽተ ኣዴታት እናተሓከማ ምዃነን ሓቢሮም። ናብ ባዶ በጺሑ ዝነበረ ፌስቱላ ብሰንኪ ጆኖሳይድ ኲናት ትግራይ ሕዚ በቲ ሕማም ዝተትሓዛ ምውሳኹ ዶክተር መልኣኩ ኣፍሊጦም። ንሓንቲ ኣዶ ንምሕካም ካብ ሰማንያ ሽሕ ክሳብ ቴስዓ ሽሕ ብር ወጻኢ ከም ዝሓትት ድሕሪ ምሕባሮም ኣዴታት ብነጻ ክሕከማ ከምኡውን ሓገዝቲ ኣካላት ዝከኣሉ ክሕግዙ ጸዊዖም። ኣብቲ ማእከል ግልጋሎት ሕክምና ዝረኽባ ኣዴታት ብሰንኪ ፌስቱላን ምልቆ ማህጸንን ይበጽሐን ዝነበረ ማህሰይቲ ስነ ልቦናን ጥዕናን ከም ዝተናገፋን ካልኦት እውን ክሕከማ ከም ዝግባኣን ገሊጸን። ማእከል ሓምሊን ፊስቱላ መቐለ ካብ ሓደ ሽሕን ትሽዓተ ሚእትን ተስዓን ሸሞንተን ዓመተ ምህረት ጀሚሩ ንልዕሊ ዓሰርተ ሽሕ ደቂ ኣንስትዮ ግልጋሎት ሕክምና ሂቡ እዩ። ኣብ ከተማ ዓብይ ዓዲ ብማሕበር ነጋዶ እታ ከተማ ዘመናዊ ዕዳጋ ማእኸል ይህነፅ ከምዘሎ ተሓቢሩ። ክልተ ሚእትን ሓምሳን ክልተን መስረትቲ ኣባላት ዘለዎ እዚ ዘመናዊ ማእኸል ዕዳጋ ብስፍሓቱን ብዝህቦ ግልጋሎትን ኣብቲ ከባቢ ፈላማይ ህንፃ ዩ ይብል ሓበሬታን ርክብን ከተማ ዓብይ ዓዲ። ማሕበር ነጋዶ ማእኸል ዕዳጋ ተምቤን ብዝብል ሽም ኣብ ልዕሊ ሸሞንተ ሽሕን ሰለስተ ሚእትን ካሬ ዓሪፉ ህንፀቱ ብዕሊ ጀሚሩ ኣሎ ዝበሉ ፕሬዚዳንት እታ ማሕበር ኣይተ ማሕደር ኣማረ እዚ ዘመናዊ ዕዳጋ ሕንጸቱ ተዛዚሙ ንግልጋሎት እንትበቅዕ ስራሕ ስእነት ኣብ ምቅላል፣ ዓውደ ንግዲ ኣብ ምትብባዕ፣ ኣብ ምርግጋዕ ቁጠባ ዕቤት ነባራይ ሕብረተሰብን ምዝማን ስርዓት ንግዲ እታ ከተማን ወሳናይ ግደ ከምዝህልዎ ሓቢሮም። እቲ ዘመናዊ ማእኸል ዕዳጋ በዓል ትሽዓተ ብሎክ ክልተ ሚእትን ሓምሳን ክልተን ክፍልታት ዝሓዘ በዓል ኣርባዕተ ደብርታት ህንፃ ኢዩ ከም ሓበሬታ ርክብን ሓበሬታን እታ ከተማ። ሕድሪ ምእንቲ ህላው ህዝቢ ትግራይ ክብሉ ዋጋ ናይ ዝኸፈሉ ብፆቶም ከይጠለሙ ኣብ ጎኒ ስድራ ብፆቶም ኮይኖም ዝከኣሎም ኩሉ ብምግባር ህዝባውነቶም ከም ዘረጋግፁ ሓይልታት ፀጥታ ትግራይ ኣረጋጊፆም። እቶም ሓይልታት ፀጥታ ትግራይ ነዚ ዘረጋገፁ ዓሰርተ ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ወረዳ ሓውዜን ጣብያ ደብረህይወት ተረኺቦም ሓገዝ ዓፂድ ንስድራ ስውኣትን ጉድኣት ኣካልን ኣብ ዘካየድሉ እዋን እዩ። እቶም ኣባላት ሓይልታት ፀጥታ ትግራይ ከም ዝሓበርዎ፣ ኣብቶም ዝሓለፉ ዓመታት እውን ኣብ ዘለውዎ ከባቢ ንዝርከቡ ስድራ ስውኣትን ጉድኣት ኣካልን ዝተፈላለዩ ዓይነት ሓገዝ ብምግባር ካብ ብዙሕ ድኻምን ወፃእታትን ካብ ምብልሻው ዝራእትን ከም ዘድሓኑ ኣዘኻኺሮም። ኣብዚ ዓመት እዚ ድማ ንስድራ ስውኣትን ጉድኣት ኣካልን ብፆቶም ዝተፈላለዩ ዓይነት ሓገዝ ንምግባር ተዳልዮም ከም ዘለውን ሕድሪ ምእንቲ ህላወ ህዝቢ ትግራይ ክብሉ ዋጋ ናይ ዝኸፈሉ ብጾቶም ከይጠለሙ ኣብ ጎድኒ ስድራ ብጾቶም ኮይኖም ዝከኣሎም ኩሉ ብምግባር ህዝባውነቶም ብተግባር ከምዘረጋግጹ ኣፍሊጦም። ሓገዝ ዓጺድ ዝተገበረሎም ወገናት ብግደኦም፣ ምስቲ ሕዚ ዝረኣ ዘሎ እዋኑ ዘይሓለወ ዝናብ ዝራእቶም ከይበላሾ ሰጊኦም ከምዝነበሩ ብምግላጽ፣ በቶም ሓይልታት ጸጥታ ትግራይ ዝተገብረሎም ሓገዝ ስግኣቶም ተቐንጢጡ እፎይ ከም ዝበሉ ተዛሪቦም። ዋና ኣመሓዳሪ ወረዳ ሓውዜን ኣይተ ገብረሂወት ገብረየሱስ ኣብታ ወረዳ ኣብ ዝሓለፉ ዓመታት ዕውት ዝተፈላለዩ ሓገዝ ንስድራ ስዋኣትን ጉድኣት ኣካልን ከም ዝተገብረ ብምዝኻር ኣብዚ ዓመት ድማ ኩሉ ክፋል ሕብረተሰብ ዘሳተፈን ናብ ኩለን ጣብያታት እታ ወረዳ ተበፃሕነት ዘለዎን ሓገዝ ንምግባር ምድላው ከም ዝወገኑ ኣፍሊጦም ክብል ሓበሬታን ርክብን ወረዳ ሓውዜን ፀብፂቡ። ብዝተወደበ መልክዑ ኩታ ገጠም ብመስመር ምዝራእ ጣፍ ዝሓሸ ምህርቲ ከም ዝህብ ንምዕዛብን ናብ ኩለን ጣብያታት ንምስፋሕን ዝዓለመ ዑደት ከም ዝተሳለጠ ዘፈር ቁጠባ ወረዳ ታሕታይ ቆራሮ ገሊፁ። ምክትል ዋና ኣመሓዳርን ሓላፊ ዘፈር ቁጠባን ወረዳ ታሕታይ ቆራሮ ኣይተ ገዛኢ ጠለለ ኣብቲ ዑደት ከም ዝገለፅዎ ኣብዚ ዓመት ብብርኪ ወረዳ ካብ ዒስራ ሽሕን ሸውዓተ ሚእትን ዒስራን ሽዱሽተን ሄክታር መሬት ተሓራሲ እቲ ዓሰርተ ሽሕን ሓደ ሚትን ኣርባዓን ሓደን ሄክታር ጣፍ ብመስመርን ብክላስተርን ቲክኒካል ብዝተሓገዘ መልክዑ ኣብ ጣብያ በለስ ተዘሪኡ ኣብ ዝሓሸ ብርኪ ይርከብ ኢሎም። ኣብቲ ወረዳ ክልተ ሚትን ኣርባዓን ኣርባዕተን ዝኣኽሉ ሓረስቶት ብክላስተር ከም ዝተወደቡ ዝገለፁ እቶም ሓላፊ፣ ሰላሳን ሓሙሽተን ሓረስቶት ድማ ማሕበር ኣጣይሾም ኩሉ ዓይነት እታወታት ተጠቒሞም ዝዘርእዎ ውፅኢቱ ናብ ዝተፈላለዩ ወረዳታት ዘቕርቡ ሓረስቶት እዮም ኢሎም። ካብ ድኽነት ንምንጋፍ ኣብ ዝራእቲ ሰፊሕ ለውጢ እንተምፂእና ኢና ክንሰግሮ ንኽእል ዝበሉ እቶም ሓላፊ፣ እዚ ድማ ኩሉ ዓይነት እታወታት ብምጥቃም ዝሓሸ ምህርቲ ምሕፋስ ከምዝከኣል ብተግባር ኣብ ጣብያ በለስ ዘርኣዩና ፃዕራማት ሓረስቶት እዮም ኢሎም። ብዝተወደበ መልክዑ ጣፍ ብመስመር ምዝራእ ዝሓሸ ምህርቲ ምሕፋስ ከምዝከኣል ካብቲ ዑደት ዝተረኸበ ብሉፅ ስራሕ ብዝተጠናኸረ መልክዑ ኣብ ኩለን ጣብያታት ክሰፍሕን ከም ወረዳ ዝሓሸ ውፅኢት ክምዝገብን ውዳበ ሓይሊ ምዃኑ ብምርዳእ ብሰፊሑ እቶም ሓረስቶት ከተግብርዎ ከምዝግባእ እቶም ሓላፊ ገሊፆም። ተሳተፍቲ እቲ ዑደት ብወገኖም ኣብ ጣብያ በለስ ሓረስቶት ብዘመናዊ መልክዕ ኩታ ገጠም ብዝኾነ ተወዲቦም ምሩፅ ዘርኢ ተጠቒሞም ጣፍ ብመስመር ዝዘርኡ ሓረስቶት ብምዕዛቦም ነዚ ዘርኣይዎ ዑደት እንድሕር ተወዲብካ ኣልሚዕኻ ዝሓሸ ምህርቲ ምሕፋስ ከምዝከኣል ምዕዛቦም ሓበሬታን ርክብን ወረዳ ታሕታይ ቆራሮ ኣብ ዝለኣኾ ሓበሬታ የመላኽት። ኣብ ከተማ ሽረ እንዳስላሰ ዝነባርነቶም ግዱሳት ስድራ ንመተስከሪ ኣዲኦምን ሓዎምን ዘዳለውዎ ሰለስተ ሚልየን ቅርሺ ኣብ ዝኸፍኣ ኩነታት ወዲቖም ንዝርከቡ ተመዛበልትን ዝተፀገሙ ስድራ ስውኣትን ክውዕል ብሓገዝ ከምዘበርከቱ ተሓቢሩ። ኣብ ከተማ ሽረ እንዳስላሰ ዝነባርነቶም ኣይተ ተወልደ ግደይ ገብረዋሕድ ምስ መላእ ስድርኦም ብምምኻር ንመተስከሪ ወላዲኦም ነብስሄር ወይዘሮ በየነች ይሳቅን ሓዎም ነብስሄር ተጋዳላይ ሓለቓ ሚእቲ ታደሰ ግደይን ክውዕል ዘዳለዎ ሰለስተ ሚልዮን ቅርሺ ኣብታ ከተማ ኣብ ዝኸፍኣ ኩነታት ወዲቖም ንዝርከቡ ተመዛበልትን ኣዝዮም ንዝተጸገሙ ስድራ ስውኣትን ክውዕል ዓሰርተ ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ብመልክዕ ሓገዝ ኣበርኪቶም ኣለዉ። ብመሰረት እዚ ሓደ ሚልዮን ብር ወጻኢ ብምግባር ንተመዛበልቲ ወገናት እንግዶት ቁርስን ምሳሕን ዝገበሩ ኮይኖም ንሓሙሽተ ሚእቲ ተመዛበልቲ ድማ ንሕድሕዶም ክልተ ሽሕ ቅርሺ ብድምሩ ሓደ ሚልዮን ብር ሓገዝ ኣከፋፊሎም እዮም። ከምኡውን ክልተ ሚእቲ ሽሕ ቅርሺ ኣብታ ከተማ ኣዝዮም ንዝተጸገሙ ስድራ ስዉኣት ተወሳኺ ክልተ ሚእቲ ሽሕ ቅርሺ ድማ ብማሕበር ተወዲቦም ኣብ ስራሕቲ ባልትና ይነጥፉ ንዘለዉ ስድራ ስዉኣት ከም ዘበርከቱ ተፈሊጡ ኣሎ። ብዘካዚ ሓደ ሚእቲ ሽሕ ቅርሺ ንማሕበር ኣረጋውያን ከተማ ሽረ እንዳስላሰ፣ ሓምሳ ሽሕ ቅርሺ ንማእከል መሐብሐቢ ህጻናትን ኣረጋውያንን ፍኖተ ኣብርሃም፣ ኣርባዕተ ሚእትን ሓምሳን ሽሕ ቅርሺ ድማ ኣብታ ከተማን ከባቢኣን ንዝርከባ ሽዱሽተ ገዳማትን ኣብያተ ክርስቲያንን ተዋሂቡ እዩ። እቶም ግዱሳት ስድራ እቲ ዝተጠቐሰ ገንዘብ ኣብ ዘየድሊ ፍሰስ ተፋሰስ ካብ ምውዓል ኣብ ኣፀጋሚ ኩነታት ንዝርከቡ ተመዛበልትን ስድራ ስውኣትን ምሕጋዝ ይሓይሽ ካብ ዝብል ሰናይ ሓሳብ ተበጊሶም ነዚ ተግባር ከም ዝፈጸሙን በዚ ሕጉሳት ከም ዝኾኑን ኣብቲ እዋን ገሊጾም። ንሰናይ ተግባር እቶም ግዱሳት ወገናት ዝነኣዱ ኣካያዲ ስራሕ ሃገረ ስብከት ዞባ ሰሜናዊ ምዕራብ ትግራይ ንቡረ እድ ተስፋይ ተወልደ፣ ኣመሓዳሪ ዞባ ምዕራብ ትግራይ ኣይተ ግደይ ኣዘናውን ከንቲባ ከተማ ሽረ እንዳስላሰ ኣይተ ገብረመድህን ዮውሃንስን ብወገኖም እዚ ኣብነታዊ ተግባር ክልመድን ኩሉ ክስዕቦን ዝግባእ ምዃኑ ሓቢሮም ክብል ድምፂ ወያነ ትግራዩ ፀብፂቡ። ብሰብ ሰራሕን ተፈጥሮን ከጋጥም ካብ ዝኽእል ድርቂ ንምክልኻል ኣብ ልምዓት ደኒ ልዑል ትኹረት ሂብካ ምስራሕ ወሳኒ ምዃኑ ምምሕዳር ወረዳ ኣሕስኣ ገሊፁ። እዚ ዝተገለፀ ብርሰት ደኒ ንምክልኻል ዝዓለመ ብብርኪ ወረዳ ኣመራርሓን እቲ ወረዳን ኣመሓደርቲ ሸሞንተ ጣብያታትን መሓውር ደኒ ኣካላት ፀጥታን ኣካላት ፍትሕን ኣብ ዝተረኸብሉ ዑደት ተመክሮ ልውውጥ ኣብ ዝተሳለጠሉ እዩ። ኣብቲ ዋዕላ ዘተን ተመክሮ ልውውጥ ምክልኻል ብርሰት ደንን ተረኺቦም መልእኽቲ ዘመሓላለፉ ዋና ኣማሓዳሪ ወረዳ ኣሕስኣ ኣይተ ሙዘይ ደበብ ከምዝበልዎ ድማ ዘይውሑስ ኣጠቓቕማ ሃፍቲ ተፈጥሮ፣ ድርቂ፣ ወቕቱ ዘይሓለወ ዝናብ፣ ለውጢ ኩነታት ኣየርን ፍግረ መሬትን ከስዕብ ዝኽእልን ንህልውና ወዲ ሰብ ኣብ ሓደጋ ዘውድቕን ኢሎም። ስለዚ ደኒ ንዓና ደቂ ሰባት ህይወት እስትንፋስ እዩ እንትበሃል ክንነብር ዘይክንነብርን መሰረቱ ኣብ ደንታት እዩ ክብሉ ገሊፆም። ላዕለዋይ ክኢላ በዓል ሙያ ልምዓት ደኒ ወረዳ ኣሕስኣ ኣይተ ኪሮስ ፍስሃ ብወገኖም ኣብ ሕብረተሰብ ዘሎ ትሑት ግንዛበን ናተይነት ስምዒት ዘይምህላውን ዝፈጠሮ ሃፍቲ ተፈጥሮ ካብ ግዜ ናብ ግዜ ብስፍሓት እናበረሱን እናተመናመኑን ይርከቡ ኢሎም። ሓለውቲ ደኒ እታ ወረዳ ብወገኖም ኣብ ሕብረተሰብ ዘሎ ትሑት ግንዛበ ዝፈጠሮ ዝተፈላለዩ ዕንቅፋታት ከም ዝገጥምዎም ድሕሪ ምሕባር በቲ ዝተውሃቦም ስልጠና መሰረት ጠንኪሮም ከም ዝሕልው ገሊፆም። ንዝተልዓሉ ሕቶታትን ርእይቶታትን መብርሂ ዝሃቡ መተሓባበሪ ከይዲ ስራሕ ሃፍቲ ተፈጥሮን ምግቢ ውሕስናን ኣይተ መዓሾ ገብረፃድቕ ሃፍቲ ተፈጥሮ ምብራስ ማለት ህይወት ምብራስ ምዃኑ ተረዲእና ካብ ወረዳ ክሳብ ቁሸት ዘሎ መዳርግቲ ኣካል ብዕቱብ ክሰርሐሉ ኣለዎ ኢሎም። ኣብ መወዳእታ ኣብ ጣብያታት ኣፅገባን ስሑልን ኣብ ምክልኻል ብርሰት ደኒ ዘሎ ኣተሓሕዛ ንምዕዛብ ተመክሮ ልውውጥ ዑደት ዝተኻየደ ኮይኑ ከምኡ እውን ንብሉፃት ሓለውቲ ደኒ ምስክር ወረቐትን ጥረ ገንዘብን ስነ ስርዓት ሽልማት ተበርኪቱሎም እዩ ክብል ሓበሬታን ርክብን ወረዳ ኣሕስኣ ኣብ ዝለኣኾ ሓበሬታ የመላኽት። ካብ ዜናታት ወፃ ድማ ሰራዊት እስራኤል ብሰንበት ኣብ ጋዛ ዝፈፀሞ ደብዳብ ኣየር ቆሉዕ ምጥሓስ እቲ ዝተበፅሐ ስምምዕ እዩ ክብል ሓማስ ኮኒኑ እስራኤል ብወገና እቶም ፈጠርቲ ግብረ ራዕዲ ዝበለቶም ኣባላት ሓማስ ኣብ ራፋሕ ፀረ ታንኪ ሚሳኤል ብምትኳስ ክልተ ወዳ ወታደራታ ምስ ቀተሉ ነቲ ተግባር ከም ዝፈጸመቶ ብምሕባር፣ ድሕሪ'ዚ ደብዳብ ነቲ ስምምዕ ምቁራጽ ተኹሲ ዳግማይ ክትጅምሮ ምዃና ኣፍሊጣ። ሓማስ ግን ብዛዕባ እቲ እስራኤል ኣብ ልዕለይ ብጸረ ታንኪ ሚሳኤል ተፈጺሙ ዝበለቶ ደብዳብ ኣፍልጦ ከም ዘይብሉ'ዩ ሓቢሩ። ብሰንበት ምሸት እስራኤል ኣብ መላእ ጋዛ ኣብ ዝርከብ ዒላማታት ሓማስ ደብዳብ ድሕሪ ምፍጻማ ኣርባዓን ኣርባዕተን ሰባት ከም ዝተቐትሉ ጸብጻባት ሕክምና ዝገለጹ እንትኾኑ፣ ሓማስ ነቲ ዝተበጽሐ ስምምዕ ምቁራጽ ተኹሲ ተማእዚዙ የተግብሮ ከምዘሎ ብምግላጽ፣ ከምዚ እንተቐጺሉ ግን እቲ ስምምዕ ናብ ክፈርሰሉ ዝኽእል ደረጃ ከበጽሕ ከምዝኽእል ኣጠንቂቑ። ሰራዊት ምክልኻል እስራኤል ነቲ ደብዳብ ድሕሪ ምፍጻም፣ ካብ ሰዓት ትሽዓተ ናይ ምሸት ጀሚሩ ነቲ ስምምዕ ምቁራጽ ተኹሲ ዳግማይ ይጅምር ከምዘሎ ብምሕባር፣ እቲ ስምምዕ ብሓማስ ምስ ዝጠሓስ ግን ግብረ መልሲ ክህበሉ ምዃኑ ኣተሓሳሲቡ። ፕሬዚዳንት ኣሜሪካ ዶናልድ ትራምፕ ብሰንበት ናብ ዋሽንግተን ዲሲ ምስ ኣተዉ ንጋዜጠኛታት ኣብ ዝሃብዎ ሓበሬታ እቲ ስምምዕ ኣብ ቦትኡ ከም ዘሎ ብምግላፅ እቲ ሓማስ ኣብ ልዕሊ እስራኤል ፈፂሞሞ ዝተብሃለ ደብዳብ ምናልባት ኣብ ውሽጢ ዝርከቡ ገለ ዕጡቓት ጉጅለታት ዝፈፀሞ ክኸውን ከም ዝኽእል ግምቶም ሂቦም ክብል ቢቢሲ ፀብፂቡ። ብተመሳሳሊ ዜና ዩክሬን ብለይቲ ኣብ ሩስያ ሳማራ ኣብ ዝርከብ ፋብሪካ መጻረይ ነዳዲ ብነፋሪት መጥቃዕቲ ብምፍጻም ከም ዘዕነወቶ ኣፍሊጣ። እቲ መጻረይ ነዳዲ ሓደ ካብቶም ኣብ ዓለም ዝዓበዩ ፋብሪካታት ከም ዝኾነ ዝገለጸ ኣሶሴትድ ፕረስ፣ ሰራዊት ዩክሬን ኣብ ቴሌግራም ዝወጸ መግለጺ ጠቒሱ ድሕሪ እቲ ድሮን መጥቃዕቲ ኣብ ኦረምበርግ ኣብ ዝርከብ መዐሸጊ ነዳዲ ዝዓበየ ድምጺ ነተጉን ባርዕን ከም ዝተራእየ ጸብጺቡ። እቲ ፋብሪካ መፃረዪ ነዳዲ ኣብ ዓመት ኣርብዓን ሓሙሽተን ቢልዮን ኪዩቢክ ሜትሮ ነዳዲ ናይ ምስራሕ ዓቕሚ ስለዘለዎ ሓንቲ ካብተን ኣብ ዓለም ዘለዋ ዝዓበያ ናይ ምፅራይ ፋብሪካታት ይገብሮ ኢሉ እቲ ፀብፃብ። ሰራዊት ዩክሬን ኣብቲ ፋብሪካ መፃረዪ ነዳዲ ከቢድ ጉድኣት ከም ዝወረደን ከቢድ ባርዕ ከም ዘስዓበን እንኳ እንተገለጸ፣ ሩስያዊ ኣመሓዳሪ ናይቲ ከባቢ ቢጂን ሶልቲሴብ ግን እቲ መጥቃዕቲ ከም ዝተፈጸመ ኣፍልጦ እኳ እንተሃበ፣ እቲ ጉድኣት ግን ኣብቲ ቀንዲ መጻረዪ ፋብሪካ ዘይኮነስ ኣብ ገለ ክፋላት ካልኦት ክፋላት ሰራሕተኛታት ከም ዝወረደ ገሊጹ። ሩስያ ብግዲኣ ንኪዩብ ኣብ ቀረብ ኣብ ቀረባ ሰሙናት ኣብ ዝተፈላለየ ዞባታት ዩክሬን ኣብ ዝርከብ ናይ ኤሌክትሪክ መሰረተ ልምዓት መጥቃዕቲ ብምውራድ ንተቐማጦ ሓይሊ ዘይብሎም ሓይሊ ከም ዘጥፈአት ብተደጋጋሚ ዝኸሰሰት እንትትከውን እቲ ናይ ኤሌክትሪክ መሰረተ ልምዓት ንወታደራዊ ኣጠቓቕማ ምዃኑ ብምግላፅ ነቲ ዝተፈፀመ ኩነት ምንፃጋ ዶቸቤሌ ፀብፂቡ። እዚ ሚትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ እዩ። ነዚ ሰዓት ዝተሰናድኡ ዜናታት እናቐጸሉ እዮም ዝ- ዝርከቡ። ብዝርዝር ናብ እነቕርቦም ዜናታት ክንሰግር ስድራ ስውኣት ብኢኮኖሚ ዝሕገዝሉን ሞራሎም ዝሕለወሉን ዝኽበረሉን ደንቢ ከም ዝወፀን ብቐጻልነት ድማ ኣብ ስድራ ስውኣት ዝለዓለ ትኹረት ክግበር እዩ ክብሉ ፕሬዚዳንት ግዜያዊ ምምሕዳር ትግራይ ጀነራል ታደሰ ወረደ ገሊፆም። እቶም ፕሬዚዳንት ነዚ ዝበሉ ኣብ ኣዳራሽ ሓወልቲ ሰማእታት ንልዕሊ ሰለስተ ሚእትን ዒስራን ስድራ ስውኣት ዓሰርተ ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ብዓይነትን ገንዘብን ሓገዝ ኣብ ዝተገበረሉ ተረኺቦም ኣብ ዘሕለፍዎ መልእኽቲ እዩ። ተወሳኺ ኣለና። ትግራይ ብሰንኪ ዝተፈፀመ ሰብ ሰራሕ ፅንተታዊ ኩናት ኣብ ልዕሊ ህዝቢ ትግራይ ኩለመዳያዊ ፀገማት ከም ዘስዐበን ከም ትግራይን ከም ስድራን መፍረየ ሓይሊ መንእሰይ መስዋእትን ኣካል መጉዳእትን በፂሕዎም እዩ ዝበሉ ፕሬዚዳንት ግዜያዊ ምምሕዳር ትግራይ ጀነራል ታደሰ ወረደ ነዚ ኣብ ግምት ብምእታው ንስድራ ስዋኣትና ኣብ ፀገም ንከይኣትዉ እግሪ ንክተኽሉን ክሕገዙን ብዝተኽኣለ ዓቕሚ እናሰርሐና ኢና ክብሉ ሓቢሮም። ክሳዕ ሕዚ ስድራ ስውኣትና እግሪ ክተኽሉ፣ ስድራ ስውኣትና ክድገፉ፣ ስድራ ስውኣትና ኣብ ጸገም ከይኣትዉ ዝገበርናዮ ጻዕሪ ኣሎ ግን እኹል እዩ ዝብሃል ኣይኮነን ምስ በጺሑ ምስ ኣጠቓላሊት ትጽቢት ክርኣይ ከሎ ብዝሒ ዝብሃል ኣይኮነን ደምበ ውጺና ስድራ ስውኣትና ብኢኮኖሚ ዝድገፍሉ ደምበ ውጺና ኢና ጸገማቶም ምፍታሕ ዝከኣለሉ ደምበ ውጺና ኢና ከም መንግስቲ መጠን ድሕሪ ስውኣትና ሞራሎም ሕልው ዝኾነሉ ዝኽበርሉ ደንበውቲ ንሕና። ኣፈፃፀምኡ ግን ብዙሕ ላዕሊ ታሕቲ ከም ዘለዎ ፍሉጥ እዩ። ብቐፃልነት ዓብይ ትኹረትና ናኾነ ዝኸይድ ኣብ ስድራ ስውኣትና እዩ። ኮምሽን ሓርበኛታት ትግራይን ሶማያ ጥዕና ትግራይን ንውግኣት ጀጋኑና ዝገበርዎ ሞያዊ ሓገዝ ኣዝዩ ዝነኣድን ዝምስገንን እዩ ዝበሉ ጀነራል ታደሰ ወረደ፣ ኩሉ ትግራዋይ ኣብ ጎኒ ስድራ ስውኣት ብምዕሳል ሓገዙ ከጠናኽርን ልዕሊ ዝኾነ እዋን ንሓርበኛታትን ስድራ ሓርበኛታትን ሞራልን ሓቦን ምሃብ ወሳኒ እዩ ብምባል ዲያስፖራ ትግራይ ንዝገበርዎ ሓገዝ ንኢዶም። ብቐፃሊ እውን ዲያስፖራ ትግራይ ስድራ ስውኣትና እግሪ ክተኽሉ ንምግባር ኩሉ ዝከኣለና ክንገብር ኢና። ብቐፃልነት ድማ ከም መንግስቲ ተወሳኺ ጉድኣት ተወሳኺ ስድራ ስውኣት ከይህልውና ንምግባር ተወሳኺ መስዋእቲ ተወሳኺ መርድእ ከይህልወና፣ ንምግባር ዝጠሎ ሰላም ብዝከኣል መጠን ዓቂብና ሰላም ንምሕላው ዘኽእሉ ኩሉ ኣማራፅታት ፀንቂቕና ብምጥቃም ኩናት ኣትሪፍና እተን ድልየታትና ዘይተማልኡ ዝበሃሉ ድልየታትና ብሰላም ነማልእሉ ንኽእል ፃዕሪ ብሙሉኡ ክንገብር ኢና። ኮምሽን ሓርበኛታት ትግራይ ታሪኽ፣ ክብሪ፣ መሰልን ጥቕማጥቕምን ሓርበኛታት ትካላዊ ብዝኾነ መንገዲ ዝተፈላለዩ ስራሕቲ እናሰርሐ ምምፅኡ ዝገለፁ ድማ ኮምሽነር ኮምሽን ሓርበኛታት ትግራይ ተጋዳላይ ናስር መምሑር እዮም። ጊዜያዊ ምምሕዳር ትግራይ ኣብ ክልተ ሽሕን ዓሰርተ ሸሞንተን ዓመተ ምህረት ንጉድኣት ኲናት ትግራይ መሐከሚ ዝውዕል ኣርባዕተ ሚእቲ ሚሊየን ቅርሺ በጀት ከምዝበጀተ እውን እቶም ኮምሽነር ሓቢሮም። ሕዚ ናይ ጉድኣትና ጉዳይ ናጠቓለልና እናኸድና ብዝዓበየ ጉዳይ ናይ ኣካል ናይ ስነ ልቦና ሕውየት ናይ ምርግጋፅ ጉዳይ ናጠቓለልና ድሕሪ ሕዚ እግሪ ናይ ምትካል ጉዳያት ናይ መፃኢ ኩነታት ናይ ሃርበኛታትና ብትልሚ ብዝለዓለ ናይ ህዝቢ ተሳትፎ ክንፍጽሞ እነኽእል ግዜ በጺሕና ኣለና። ስለዚ ናይ ሎሚ ዓመት ቀንዲ ውራይ ናይቲ ኮሚሽን ዝኸውን ሃርበኛታትና ብፍላይ ጉዳኣት ሃርበኛታትና ካብቲ ሐዚ ዘለውዎ ኩነታት ወጺኦም ናብ ሕብረተሰብ ተጸንቢሮም መፍረይቲ ዘጋን ዓርሶም ዝኽእሉ ክኾኖም ምግባር ዝኸኣልናዮ ኩሉ ክንገብር ኢና። እቲ ዓሰርተ ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ዝተገብረ ሓገዝ ካብ ዲያስፖራ ኣስታት ዓሰርተ ክልተ ሚልየን ካብ ተመለስቲ ሓርበኛታት ትግራይ ድማ ሽዱሽተ ሚልየን ብሓፈሻ ኣስታት ዓሰርተ ሸሞንተ ሚልየን ቅርሺ ቅርሺ ንልዕሊ ሰለስተ ሚእትን ዒስራን ካብ ዓሰርተ ኣርባዕተ ወረዳታትን ዝተውፃፅኡ ሓርበኛታትን ስድራ ሓርበኛታትን ብዓይነትን ብገንዘብን ሓገዝ ከም ዝተገብረ ንምፍላጥ ተኻኢሉ። መናእሰይ ትግራይ ኣብ ዲጂታል ቴክኖሎጂ ብምውፋር መሃዝትን ፈጠርትን ብምዃን ትግራይ ብዘመናዊ ቴክኖሎጂ ናብ ዝሓሸ ብርኪ ንምስጋር ክሰርሑ ይግባእ ክብሉ ምክትል ሓላፊ ቢሮ ሳይንስን ቴክኖሎጅን ትግራይ ዶክተር ገብረመስቀል ገብረማርያም ገሊፆም። ዶክተር ገብረመስቀል ነዚ ዝገለፁ ኒዮ ቴክኖሎጂ ዝተብሃለ ትካል ሓዱሽ ሙያ ፕላትፎርም ዝተሰይመ ፍርያት ቴክኖሎጂ ዕላዊ ኣብ ዝተገብረሉ መድረኽ ተረኺቦም ኣብ ዘሕለፍዎ መልእኽቲ እዩ። ተስፋይ ፅጋቡ።
ኒው ቴክኖሎጂ ዝተባህለ ሓላፍነቱ ዝተወሰነ ውልቀ ማሕበር ሓዱሽ ፍርያት ቴክኖሎጂ ሙያ ፕላትፎርም ዕላዊ ገይሩ'ሎ። ኣብቲ መድረኽ ዕላውነት ተረኪቦም መልእኽቲ ዘሕለፉ ምክትል ሓላፊ ቢሮ ሳይነስን ቴክኖሎጂን ትግራይ ዶክተር ገብረመስቀል ገብረማርያም ከምዝበልዎ ዓለም ዝበፅሐቶ ዘመናዊ ቴክኖሎጂ ንምብፃሕ ዝሓዝናዮ ፍልጠትን ክእለትን ተጠቒምና ክንሰርሕ ይግባእ ዝበሉ ኮይኖም ነዚ ዝተረድኡ መናእሰይ ድማ ዝመሃዝዎ ሓዱሽ ፍርያት ቴክኖሎጂ ዝነኣድ እዩ ድሕሪ ምባል እዚ ምህዞ ኩለመዳያዊ ፀገም ህዝቢ ዘቃልልን ትግራይ ናብ ዝሐሸ ዘመናዊ ቴክኖሎጂ ንምስጋር ዘኽእል እዩ ድሕሪ ምባል ከም ቢሮ ሳይንስን ቴክኖሎጂን ትግራይ ኣድላይ ዘበለ ደገፍን ኽትትልን ከምዝገበር ሓቢሮም። ናይ ዲጂታል ቴክኖሎጂ ግን you need a computer and a mind ሓንጎልካን ኮምፒተርን ጥራሕ እዩ ዘድልየካ ጠረጴዛ ውን ተድልየካ ኣብ እግርካ ጌርካ ውን ክትሰርሓ ኣብ እግርካ ጌርካ ውን ክትሰርሐሉ ትክእል ዕድል ኣሎ እቲ ቴክኖሎጂስ ኢነብለር ጥራሕ ዘይኮነስ very simple ኢንቨስትመንቱ ብጣዕሚ ውሑድ ኢምፓክቱ ድማ ብጣዕሚ ዓብይ እዩ ኣብዚ ኣነ ኩሉ ከርክበሉ ዝክእል ቴክኖሎጂ ውን መስለኒ። ትክክለኛ ዝኮነ the right person to the right position ንምርካብ Maya Platforms ፀገም ማሕበረሰብና ፀገም መንግስትና ፀገም ህዝብና ክፈትሕ እዩ ዝብል ተስፋ ይገብር ማለት እዚ ፕላትፎርም እዚ ናይ ሁማን ሪሶርስ ዲቨሎፕመንትና ኣብ ጀኒን ዝኾነ ሁማን ሪሶርስ ድማ ከም ምስታይ ኮይኑ ንክሕግዘና ዓብይ ተስፋ እገብር ማለት እዩ። ከም ቢሮ ዘለና ልኡኽ ከምዚኦም ዝበሉ ልሙዕ ርእሲ ዘለዎም መናእሰይ መሃዝቲ፣ Investors፣ ዕድል ረኺቦም እቲ ዕድሎም ድማ ተፈጢሩሎም ኣብ ትግራይ ትግራይ ድማ ብናታቶም ብናይ ደቃ ልሙዕ ርእሲ እትድሕነሉ ዕድል ምፍጣር እዩ። ኣካያዲ ስራሕቲ ትካል መንእሰይ ዳኒኤል ኣረጋዊ ከም ዝበሎ ድማ ትካሎም ኣብ ዝተፈላለዩ ዓውዲ ስራሕቲ ይነጥፍ ከም ዘሎ ብምሕባር ሕዚ እውን ዕላዊ ኮይኑ ዘሎ ሓዱሽ ፍርያት ቴክኖሎጂ ሙያ ፕላትፎርም ስራሕ ዕዱል መናእሰይ ዘማቻቹ ፀገም ህዝቢ ዘቃልል ዘመናዊ ሲስተም እዩ ክብል ገሊፁሉ። ኦኬ ኑያ ናይ ሐዚ ዝኒኤ ላውንች ንገሮ ዘለና ወይ እነምርቆ ዘለና ፕሮግራም ሙያ ፕላትፎርም እዩ ዝብሃል ናይ ኑቴክ ሓደ ፍርያት እዩ ማለት እዩ ስለዚ ሙያ ፕላትፎርም ኣብ ሕብረተሰብና ኣብ ሶብ ሙያታት ዘላቂ ናይ ስራሕ ዕድል እውን ዘመቻቹ ከምኡ ኢሉ እውን ንብዙሓት ስብ ግልጋሎት ደለይቲ እውን ብቐረባ ግልጋሎት ክረኽብሉ ዝኽእል ዘኽእል ፕላትፎርም እዩ ማለት እዩ። ግልጋሎት ዝረኽበሉ መንገዲ እቲ ሰብ ሞያ ብናህና ናይ ሞያ ፕላትፎርም ተጠቒሙ ሰርቪሳቱ ይፈጥር ንሕና ድማ ብናይ ናህና መንገዲ ቨሪፋይድ ድዩ ኣንቨሪፋይድ ዝኾነ ኢልና ነቲ ሕብረተሰብ እውን ነቕርበሉ። ኣብ መወዳእታ ድማ መንእሰይ ዳኒኤል እዚ ሓዱሽ ፍርያት ቴክኖሎጂ ሞያ ፕላትፎርም ደላይን ተደላይን ዘራኽብ መርበብ ስለዝኾነ ዝሐሸ ውፅኢት ቴክኖሎጂ እዩ ብምባል ንቐፃሊ እውን ከምዚኦም ዓይነት ሞዞታት ብምትእትታው ዝሐሸ ምንቅስቓስ ክንፈጥር ይግባእ ኢሉ። ንክልተ ኣካላት እዩ እዚ ሞያ ፕላትፎርም ኣድሂቡ ዝሰርሕ። ሓደ ሰርቪስ ወሃብቲ ማለት ግልጋሎት ዝህቡ ኣካላት ሰብ ሞያታት ኣትኲሩ እዩ ዝህብ። እቲ ካልኣይ ድማ እዞም ሰብ ሞያታት ዝደልዮም ግልጋሎት ዝደሊ ኣካል ድማ ሕብረተሰብ ድማ ኣሎ ማለት እዩ። እቶም ሰብ ሞያታት ናይ ዓርሶም ፕላትፎርም ስለ እትፈጥሮም ሰርቪሳቶም ፈጢሮም ታይ እዮም ሰርቪስ ይሁን እንታይ ዓይነት ኣገልግላቱ እዮም ንሕብረተሰቦም ዘቕርቡ ዝብል ኣብቲ ሞያዊ ፕላትፎርም የምዝግቡ በዚ ድማ እቲ ሰርቪስ ዝደሊ ግልጋሎት ዝደሊ ብዘይ ካልኣይ ድልድል ተጠቒሙ ወይ ድማ ብቐጥታ ኣብቲ ሞያዊ ፕላትፎርም ዝደልዮ ግልጋሎት ምኸኣ ተኣማንነት ዝኾነ ግልጋሎት ክረኽበሉ ዝኽእል ኣብ ኣቕራቢኡ የኽእሎ ማለት እዩ።
ከም ተጋሩ ዝገጠመና ኩለ መዳያዊ ፀገማት ንምቕራፍ ሕዚ እውን ሰላማዊ ቃልስና ከነሐይል ይግባእ ኢሎም ገለ ነበርቲ ከተማ መቐለ። እቶም ነበርቲ ወሲኾም መራሕቲ ብስምምዕነት ውዕሊ ፕሪቶርያ ዝተገብረ ሃዋሁ ሰላም ብምዕቃብ ንረብሓ ህዝቢ ትግራይ ብዕቱብ ክቃለሱ ይግባእ ክብሉ ድማ መልእኽቶም ኣሕሊፎም ኣለው። ፊልሞን በየነ።
ህዝቢ ትግራይ ብታሪኹ ድልየቱን ባህጉን ሰላም እዩ ዝበሉ ንጣብያና ርእይቶ ዝሃቡ ነበርቲ ከተማ መቐለ ከምኡ እውን መሰረት ልምዓትን ዕብየትን ሰላም እዩ ክብሉ ሓቢሮም። ህዝቢ ትግራይ ኹሉ ግዜ ዓቕላም እዩ፣ ኹሉ ግዜ ድማ ሰላም ደላይ እዩ፣ ካብ ጥንቲ እውን ሰላም ልዘርግ ተመፂኡዎ እዩ፣ ውግእ ኣዊጀ ኣይፈልጥይ፣ ሰላም እዩ ልፈቱ፣ ኸዚ እውን ሰላም እዩ ልደሊ። ህዝቢ ትግራይ ዋጋ ሰላም ብጣዕሚ ዓብዩ እዩ ዝደሊ ካብ ጫፍ ናብ ጫፍ ሰላም ብስሩ ብምንም ተኣምር ኣብ ማንም ግዜ ሰላም እንተሃልይዎ እዩ እቲ ዓዲ እዚ ኩሉ ነገር ክህሉ ዝኽእል እንተስ ልምዓት ድዩ እንተስ ምስ ኸባቢ ድዩ ምስ ማንም መሰረተ ልምዓቱ ክዓቢ እንተኾይኑ ድህንነቱ ክሕሎ እንተኾይኑ ሰላም ካብ ጫፍ ናብ ጫፍ ትግራይ ሰላም ክህሉ ይምነ። እቶም ነበርቲ ወሲኾም ንተግባራዊነት ውዕሊ ፕሪቶርያ ኣካላት መንግስቲ ብዕቱብ ክሰርሕሉ ይግባእ ዝበሉ ኮይኖም ከምኡ እውን ኩሉ ክፋል ሕብረተሰብ ውሽጣዊ ሓድነቱ ብምጥንኻር ንሰላም ክዝምርን ክቃለስን ይግባእ ኢሎም። ፌደራል መንግስቲ እውን ውዕሊ ፕሪቶርያ ይፈፅመልና ሰላም ኢና ሰላማዊ መሰረት ኢና እውን ንቃለስ ኣዚኣ። ሰላም ተምጻእ ሳዕዛታዊ ሓድነትና ክምለስ ኣለዎ ተፈናቃላይና ናብ ቦትኡ ክምለስ ኣለዎ ኩሉ ሰብ ላብ ሰላም ክመጽእ ሓደ መዐንቀፋይ ሓደ ተዓንቃፋይ ክህሉ የውሉይ ግዜ ሓድነት እንተሃልዩ ከኣ ኩሉ ተፈታሒ እዩ ሰብ ናብ ቦቦትኡ እውን ክምለስ ኩሉ ሓድነቱ ኣብ ሓደ ኣብ ሓደ ኮይኑ ሓደ ዓይነት ኣፍልጦ ሒዙ እትዩን ትዩን ተይበለ እስኻ ምዕራብ እስኻ ደቡብ እስኻ ስሜን ተይበለ እስኻ ምብራቅ ከይበለ ምስ ማንም ክተሓባበር ዝኽእል ሕብረተሰብ እዩ ካብ ቀደም እውን እሱ ሲ ተሓባቢርና ሰላም ኮይንና። ኣብ መወዳእታ እቶም ነበርቲ ከምዚ በልዎ፣ ሳዕቤን ኲናት ብልቢ ብምርዳእ፣ መራሕቲ ንዘለዎም ፖለቲካዊ ኣፈላላይ ብልዝብ ክፈትሕዎ ይግባእ ድሕሪ ምባል፣ ከም ተጋሩ ንዝገጠመና ኩለመዳያዊ ጸገማት ድማ ብምርድዳእን ብምድማጽን ክንኣልዮም ይግባእ ክብሉ መልእኽቶም ኣሕሊፎም። እዞም መራሕቲ እዚኦም ብቲ ይሃሉ ብቲ ይሃሉ ውሽጦም ለለዎም ሽግሮም ኣብ ውሽጢ ኮይኖም ክቃለሱ ህዝቢ ልድግፎም ነገር ሒዞም ክኣትዉ እቶም ላብ ኻሊእ ላብ እዛ ኢሉ ሪኡ ለዉ ሰባት እዉን ላብ ሓደ ተፋቂርና ሰላም ኮይንና ሕማቅ ሰብ ተለና ወይ ሕማቅ ኣማሓዳሪ ተለናለ ብሓሳብና ኣቅሪብና ነቂፍና ወቂስና ክነባርር ህዝቢ እክልክለና ሰብ የለን። ብኩናት ዘይኮነስ ብዘተ ብዘተ እንተሃልዩ ከኣ መንግስቲ ውን ጠጠው ኢሉ ክነብር ይክእል እዩ እንድሕር ብኩናት ኮይኑ ግን ሕማቅ እዩ ኣብ ርእሲ ቁስሊ ቁስሊ ክፍጠር ኣይደልን ኩናት ክገጥም ኣይደልን ብምንም ተኣምር ስለዚ ኣብ ወንበር ኮይንካ ክፍታሕ ብዘተ ክፍታሕ ኣምታ ኣብ ዓለም ዝተወደኣት ክትውደኣልና ኢና ንደሊ ሕዚ ውን ብኣብ ህጹጽ ግዜ ነዊሕ መዓልቲ ክውሰድ የብሉ ክጉተት የብሉን።